ብ ሰብዓን ሽዱሽተን ነጥቢ ዕስራ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ክልተ ሽሕን ሓደ ሚእትን ቴስዓን ሰለስተን ቅርሽን ክሽየጥ ውዒሉ ኣሎ። ብናይ ኢትዮጵያ ገንዘብ ልዕሊ ሓደ ሚእቲ ቅርሺ ብዶላር ድሙ እውን ልዕሊ ሓደ ቅርሺ ብናይ ኢትዮጵያ ልዕሊ ሚእቲ ቅርሺ ብዶላር ድማ ልዕሊ ሓደ ቅርሺ ቅናሽ ኣርእዩና እኒሆ። ቀጺልና ንሪኦ በዓል ዓሰርተ ሓሙሽተ ካራት እዪ ክኸውን። ዓሰርተ ሓሙሽተ ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሰማንያን ሓደን ነጥቢ ስሳን ሸውዓተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ሰለስተ ሽሕን ስሳን ሸውዓተን ቅርሽን ይመጽእ ኣሎ። ዓሰርተ ሓሙሽተ ካራት ካብ ዓሰርተ ሓሙሽተ ካራት ካብ ሚእቲ እንታይ ዝኣክል ናይ ወርቂ ንጽህና ኣለዎ እንተይልና ሓምሳን ኣርባዕተን ነጥቢ ዓሰርተ ሰለስተ ወርቂ ጌርካ እዩ ዝስራሕ። በዓል ዓሰርተ ኣርባዕተ እውን ካብ ሚእቲ ኣርብዓን ሸውዓተን ነጥቢ ሓሙሽተ ፐርሰንቱ ወርቂ ጌሮም ይሰርሕዎ ማለት እዩ። ቀጺልና ንሪኦ በዓል ዓሰርተ ሽዱሽተ ካራት እዩ ክኸውን። ዓሰርተ ሽዱሽተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሰማንያን ሸውዓተን ነጥቢ ዓሰርተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሰለስተ ሽሕን ትሽዓተ ሚእትን ሰላሳን ሓሙሽተን ቅርሽን እዩ እናተሸየጠ ውዒሉ ዘሎ። በዓል ዓሰርተ ሽዱሽተ ካራት ካብ ሚእቲ እንታይ ዝኣክል ናይ ወርቂ ንፅህና ኣለዎ እንተይልና ካብ ሚእቲ ስሳን ነጥቢ ሰላሳን ሸሞንተን ፐርሰንት ወርቂ ንፅህና ኣለዎ። ቀፂልና ንሪኦ በዓል ዓሰርተ ሸውዓተ ካራት። ዓሰርተ ሸውዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር፣ ብ ተስዓን ክልተን ነጥቢ ሓምሳን ሓሙሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ኣርባዕተ ሽሕን ሸሞንተ ሚእትን ሽዱሽተ ቅርሽን እዩ እናተሸየጠ ውዒሉ ዘሎ። ዓሰርተ ሸውዓተ ካራት ብናይ ካብ ሚእቲ እንታይ ዝኣክል ናይ ወርቂ ንፅህና ኣለዎ እንተይልና ስሳን ሽዱሽተን ነጥቢ ዕስራን ሽዱሽተን ፐርሰንቱ ወርቂ ንፅህና ክኸውን ከሎ እቲ ከባቢ ሰላሳን ሽዱሽተን ፐርሰንቱ ድማ ካልኦት ዓይነት መኣድናት፣ ንኣብነት ከምኒ ብረታብረት፣ ዚንክ፣ ነሃስ፣ ኒከል ሓዊስካ ዝስራሕ ዓይነት ወርቂ እዩ። እዚ ዝነግረኩም ዘለኹ ዓይነት ዋጋ ድማ ናይቲ ወርቂ ጥረ ገንዘብ ብቻ ኮይኑ ናብ ምንም ዓይነት ዲዛይን ዘይተቐየረ ወርቂ ማለት እዩ። ቀጺልና ንሪኦ ብጣዕሚ ተፈታውነትን ተፈላጥነትን ዘፍረየ ዓይነት ካራት በዓል ዓሰርተ ሸሞንተ ካራት እዩ ክኸውን። ዓሰርተ ሸሞንተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብተስዓን ሸውዓተን ነጥቢ ሰማንያ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሓሙሽተ ሽሕን ሽዱሽተ ሚእትን ሰብዓን ሸውዓተን እዩ እናተሸየጠ ዊዒሉ ዘሎ ማለት እዩ ክብራት ኣሕዋተይ ዓሰርተ ሸሞንተ ካራት እንግዲህ ካብ ሚእቲ እንታይ ዝኣክል ወርቂ ንጽህና ኣለዎ እንተይልና ሰብዓን ሓሙሽተን ወይ ከዓ ሸውዓተ ሚእትን ሓምሳ ምልክት ኣለዎ ኣብቲ ናይ ባዕሉ ወርቂ ማለት እዩ ወይ ከዓ ሰብዓን ሓሙሽተን ፐርሰንቱ ወርቂ ክኸውን ከሎ እቲ ዕስራ ሓሙሽተን ፐርሰንቱ ድማ ካልኦት ዓይነት ማዕድናት ሓዊዝካ ዝስራሕ ዓይነት ወርቂ እዩ እዚ ማለት ብጣዕሚ ጠንካራ ካብ ኩሉ ዓይነት ፍልይ ዘብሎ በዓል ዓሰርተ ሸሞንተ ካራት ብደስ ዘለካ ዓይነት ሕብሪ ብጻዕዳ ክኸውን ይኽእል ብሮዝ ነገር ወይ ከዓ ከምዚ ትሪእዎ ኣለኹም ኖርማል ወርቂ ክኸውን ይኽእል ኢሉ እውን ናብ ድሌትኩም ዓይነት ጨፍሊቕካ ዝስራሕ ዓፃፂልካ ዝስራሕ ዓይነት ወርቂ እዩ ማለት እዩ። እዚ ድማ ፍልይ የብሎ። ቀፂልና ንሪኦ በዓል ዓሰርተ ትሽዓተ ካራት ይኸውን። ዓሰርተ ትሽዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ሰለስተን ነጥቢ ኣርባዓ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ሽዱሽተ ሽሕን ሓሙሽተ ሚእትን ዓሰርተ ሸሞንተ ቅርሽን እናተሸየጠ ውዒሉ ኣሎ። ዓሰርተ ትሽዓተ ካራት ካብ ሚእቲ እንታይ ዝኣክል ናይ ወርቂ ንፅህና ኣለዎ እንተይልና ሰብዓን ሸውዓተን ነጥቢ ዜሮ ሸሞንተ ፐርሰንቱ ወርቂ እዩ ማለት እዩ። እቲ ዕስራን ሸውዓተን ኣከባቢ እቲ ዓሰርተ ሸውዓተ ካብ ሰንትሮሞ ካልኦት ዓይነት መኣድናት ዝሓውስ እዩ ማለት እዩ። ቀጺልና ንሪኦ በዓል ዒስራ ካራት እዩ ክኸውን። በዓል ዒስራ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ሸሞንተን ነጥቢ ሰማንያን ሽዱሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሸውዓተ ሽሕን ኣርባዕተ ሚእትን ዓሰርተ ትሽዓተ ቅርሽን እዩ እናተሸየጠ ውዒሉ ዘሎ። በዓል ዕስራ ካራት ካብ ሚእቲ እንታይ ዝኣክል ናይ ወርቂ ንጽህና ኣለዎ እንተኢልና ሰማንያን ክልተን ነጥቢ ዜሮ ሸሞንተ ፐርሰንት ወርቂ ክኸውን ከሎ እቲ ካልኦት ዓይነት ማዕድናት ድማ ካልኦት ዓይነት ማዕድናት ሓዊስካ ይስራሕ ማለት እዩ። ቀፂልና ንሪኦ ብጣዕሚ ደስ ዝብል ዓይነት ሕብሪ ዘለዎ ለስላሳ ማራኺ ዝኾይነት ዝኾነ ዓይነት ካራት ድማ ዕስራን ሓደን ካራት እዩ። ዕስራን ሓደን ካራት ብጣዕሚ ቆንጆ እዩ፣ ለስላሳ እዩ፣ ብጣዕሚ እዩ ዘንፀባርቕ እና ናይዚ ዋጋ እዚ ክንደይ ዝኣክል ዋጋ እኒሀ እንተልኩም ናብዝሓ እዚ ግዜ ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዓሰርተ ኣርባዕተን ነጥቢ ሰላሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሸሞንተ ሽሕን ክልተ ሚእትን ሰማንያን ትሽዓተን እዩ ክሽየጥ ውዒሉ ዘሎ ዕስራን ሓደን ካራት። ቀጺልና ንሪኦ ዕስራን ክልተን ካራት እዩ ክኸውን። ዕስራን ክልተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዓሰርተ ትሽዓተን ነጥቢ ሰዓን ሽዱሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ትሽዓተ ሽሕን ሓደ ሚእትን ሓምሳን ሸሞንተን ቅርሽን እናተሸየጠ ውዒሉ ኣሎ። እንግዲህ ካብ ዕስራን ክልተን ካራት ዘለዉ ንዝተፈላለዩ ዓይነት መጋየፂ ምስ ዝኾነ ይኹን ዓይነት ኣልባሳት ዝኸዱ ዓይነት ወርቅታት እዮም። ሕዚ ንሪኦም ድማ ንመጋየፂ ዘይምከሩ ግን ድማ ንኢንቨስትመንት ወይም ድማ ንካፒታል መዕበይ ብጣዕሚ ዝጠቕሙ ዓይነት ካራት ኢና ክንርኢ ዕስራን ሰለስተን እና ዕስራን ኣርባዕተን ካራት ዕስራን ሰለስተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዕስራን ሓሙሽተን ነጥቢ ዕስራን ክልተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዕስራ ሽሕን ሰላሳን ሓሙሽተን ቅርሽን እዩ እናተሸየጠ ውዒሉ ዘሎ። ቀፂልና ንሪኦ ዕስራን ኣርባዕተን ካራት ዕስራን ኣርባዕተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር በዓል ዕስራን ኣርባዕተን ካራት ወይ ከዓ በዓል ሓደ ውቅዒት ማለት እዩ ብናይ ኢትዮጵያ ገንዘብ ብክልተ ሚእትን ትሽዓተን ነጥ ይቅርታ ብዕስራ ሽሕን ትሽዓተ ሚእትን ክልተን እዩ ክሽየጥ ውዒሉ ዘሎ ሎማዓንቲ ዕለተ ሓሙስ ዕለተ ሓሙስ ኦጎስት ሽዱሽተ ወይ ከዓ ሓምለ ሰላሳ እዩ ዝኸውን ዘሎና ከምዚ ክሽየጥ ውዒሉ እኒሆ ዋጋ ወርቂ ብወገንኩም ከ ከመይ እኒሆ ንዝብል ደሞ ሓሳብ ርእይታኹም ኣብ ኮሜንት ጸሓፉለይ። ወርቂ ብጣዕሚ ቀኒሱ እኒሆ ደስ ኢልኒ ወገነይ። እነስኻትኩም እውን ከምዚ ዓይነት ኣጋጣሚ ክትረኽቡ ከለኹም ግዜኻ ምጥቃም እዩ ማለት እዩ። ናይ ሎማዓንቲ ቪድዮና እዚኣ ትመስል ነይራ። እስካዕ ቪድዮ ፍፃመ ንዝተኸታተልኩምኒ ካብ ልቢ እናመስገንኩ እየ። ላይክ፣ ሸር፣ ሰብስክራይብ ምግባር ድማ ከይትርስዑ ክብራት ኣሕዋተይ። ብጣዕሚ ኢና ንፈትወኩምን ነኸብረኩምን። ሓሳብ ርእይቶኹም እውን ኣብ ኮሜንት ፀሓፉለይ። ሰሰናዩ ባይ ባይ። ኣሰይ ዝልበይ ሰይሰየ ይፍሳሃሎ ዕሸጌሩ ኣሰይ ዝልበይ ዓዊቱ እንዶ ማህጉረ ኺቡ እልወተክዶ ኣሰይ